እታ ናብ መወዳእታ ተለላ ከም በልካ እሞ እሞሲ ሰበይ ጽቡቕ ትዕግስቲ ገበርካ እሞ ትብል ትጽቢት ተለሲልቺካ እሞሲ ትጽበየኒ ዶ ዓብዪ ልቢ ገይርካ መጀመርያ ስለዚ ግጥሚ እስኪ ሓሳብ ዓበኒ እዚ ግጥሚ ብጣዕሚ ደስ ዝብል እዩ ግን ላላ ትጽ ባህታ ልበይ ትጽበየኒ ዲኻ ትጽበየኒ ዲኻ ጽቡቕ ዓቕሊ ጌርካ? ካብ ዕለታት ሓደ መዓልቲ እዩ ሓንቲ ቲቲ ትበሃል ኣብ ዓዲ ዓረብ ኣብ ስዑዲ ትነብር ጓል ነብ ትግራይ ዝነብር ወዲ ኣፍቂራ ባህታ ልበይ ትጽበየኒ ዲኻ ኢላ እዚ ወዲ ከዓ የምጽእ ክንዲ ገለ ዝኸውን ሰርፕራይዝ ኣየፍቅረክን ሕሩር በሊ ንእየሩ እየ ዘፍቅር ኢሉ ኤልሳ ከዓ ትመፅእ ሓዛ ደኣ እዛ ጨጓራኽን መሊኣ ደኣ ትልሓፅ ኢላ ከዓ ልበዕቢኻ ዝተፀበየኒ ዲኻ ትብል ሰላም ሰላም ፍትዋት ተኸታተልተይ እንኳዕ ብሰላም መጻኹም ሎማዓልቲ ሒዘልኩም ዝመጻኹ መደብ እንታይ ዓይነት መደብ ከም ዝብሉ ኣነ ጠፊኡኒ እዩ ንስኻትኩም ሰሚዕኹም ምስ ወዳእኹም ሽም ሰይሙላ ንዛ ናይ ሎማዓልቲ መደብ ኣብ ኮሜንት ክትስይሙላ ስልጣን ሂበኩም ኣለኹ ማለት እዩ ብዙሓት ብዛዕባ እዛ ትፅበየኒ ዲኻ ትብል ሕርር ብትኽ ኢልክን ኣነ እውን ከማኽን ሕርር ብትኽ ኢለ ነይረ ቪድዮ ግን ክሰርሐላ ኣይሓሰብኩን ነይረ ግን ኣብ ኮሜንት ማለት ኣብ ዘርጋሕዎ ቪድዮ ሓሳብ ሃብላ ብዛዕባ ትፅበየኒ ዲኻ ዝብል ዝፅሓፍክናለይ ኮሜንት የንብብ ነይረ ብውሽጡ እውን ሓሳብ ሃብሉ ቪድዮ ስርሕሉ ብዙሓት ክጥንቀቓሉ ዝብል ርአ ነይረ ንክጠንቀቓሉ ኢለ ኣይኮንኩን ሎ መዓልቲ ክዛረብ ነገር ግን ኣን ሓፍትኽን ከዓ ጉህየ ሓዚነ ሕርር ኢለ ንምንታይከ እዛ ሕርቀተይስ ዘየናፍሳ ኢለ እየ መፅየ ዘለኹ ሓሳብክን መኽበሪት እየ መቸም ኩሉ ግዜ ብዝኾነ ካብ ዕለታት ሓደ መዓልቲ እዩ ሓንቲ ቲቲ ትበሃል ኣብ ስዑዲ ዓረብ ትነብር ንሓደ ኣብ ትግራይ ዝነብር ኩርዕ ዝበለ ኣፍቃሪኣ ሰርፕራይዝ ትገብሮ ንዘፍቃሪኣ እንተስ ዝሰደደላ ክጅንጅና ከሎ ዝሰደደላ ዝነበረ ፎቶ ድዩ እንተስ ካብ ፌስቡክ ኣውሪዳታ ድያ እዛ ፎቶ ፎቶ ኣስሪሓ ምእንቲ ክጽልየላ ከዓ ነጸላ ገዚኣ ክቆርበሉ ክጽልየሉ ኢላ ነጸላ ገዚኣ በቃ ዝፈትዎ ነገር ኢላ ሰርፕራይዝ ትገብሮ ንሱ ጥራሕ ከይኣክል ሓደ ገጽ ሙሉእ ግጥሚ ገጢማ ባህታ ልበይ ክስካዕ ተንከራቲተ ሰሪሐ ዝመፀካ ክስካዕ ንዓመታት መሬት ገዚኤ ገዛ ስሪሐ ገንዘብ ኣኪበ ዝመፀካ ፅበየኒ ዲኻ ትብሎ ንሕማነ መዘኻኸሪ ክኸውን ከስማዕኩም
ባህታ ልበይ ትፅበየኒ ዲኻ ግን ኣብዛ ሰዓት ከዓ ካሊእ ፍቃድ እየ ሒዘ ከምዚ ክብል ከለኹ ግን ብጣዕሚ እየ ዝሓዝን እየሩ ትበሃል ኣፍቃሪት ኣለኒ ብጣዕሚ እየ ዝፈትዋ
ከምዚ ዝሰማዕኹምዎ ወዲ ከዓ ዕጅበይ ወሎን ንኣብ ስዑዲ ትርከብ እየሩ ከም ዘፍቀረ ከዓ ሓፍ ዘይብል ሰርፕራይዝ ንዓኣ ጥራሕ ኣይኮነን ፅዕን ነቢልዋ ዋላ ንዓና ኣድርቕ ኣቢሉና ካብቲ ንሳ ዘዳለወትሉ ሰርፕራይዝ ዝዓበየ ሰርፕራይዝ ይሕዝ ወዲ ከዓ ንእየሩ ትበሃል ኣብ ስዑዲ ዓረብ ትነብር ጓል፣ ከም ዘፍቀረ፣ ክምርዐዋ ከም ዝደሊ፣ ንእየሩ ይጽበያ ከም ዘሎ፣ እንደገና ከኣ ሰርፕራይዝ ይገብረና፣ ንሕና እኳ ከምኡ ጌርና ዝደረቕና ዝደንገጽናስ ንሳ ከመይ ኢላ ደንጊጻ ትኸውን? እንድዒ ኣነ እኳ ድራማ እዩ ኢለየ ተኻቲዐ ነይረ ግን ኣብ ኮሜንት ቲቲ ሓቀኛ ዛንታ እዩ ኢላ ሚሒላ ገጽ ሙሉእ ኮሜንት ምስ ጸሓፈት እያ ሓቀኛ ግዲ እዩ ኢለ ናብ ምእማን ኣትየ እምበር ድራማ እዩ ንመፈመሲ ዝተጠቐምዎ ነገር እዩ እየ ኢለ ነይረ ኣብዚ መጀመርያ ክንደኡ ዝኣክል ዕሽነት ዝህልዋሲ እሞ ከዓ ከም ዘይደልያ ድሌታት እናረኣያ እናኾርዐላ ብዙሕ ምቅያራት እናረኣየትስ ክንድኡ ዝኣክል ፃዕሪ ትፅዕርስ ኣይክትህልውን ኢለየ ነይረ ድሓር ደቀይ ጨጎራና ልሒጻትና ካብቲ ናታ ሰርፕራይዝ ናቱ መልሲ ከም ዘየፍቅራ ንዓኣ ኣብ ስዑድ ዓረብ ዘላ ጸሊኡ ንከም ኣብ ስዑድ ዓረብ ዘላ እየሩ ከም ዘፍቀረ ምስ ሰማዕና ጨጎራና በግ በግ በግበግ እናበለት ገሊና ሓሊብ ሒዝና ገሊና ማይ ሒዝና እዛ ቪድዮኣ ንውድኣ ብድሕሪኡ ኣብ ፌስቡክ እዞም ኣብ ጀበል ዘለዎ ኣሕዋትና መሳኪን ንሕናስ ኣሕዋትክን ኣይኮናን ዲና ደቂ ዓድኽን ኣይኮናን ዲና ንዓና ገዲፍክንስ ናብ ዓዲ ኢሎም እዘን ኣብ ዓዲ ዓረብ ዘለዋ እውን ኣፅሪፍክና ኣዋሪድክና ኢልና ኣብዚ ሚድያ ንሕና ኛው ኛው ኛው ኢልና እዘን ብዙሓት ኣሕዋትና ከዓ ደቃ ልቦና ይሃብክቲ ፊፊታ ዓሻ እዮሩሰ ምልጢ ህደሚ ዝበዝሕ ቅርሺ ዲኺ ሂብክዮ ኣንቲ ሃናን እዚ ናይ መቐናይ በየኣይነቱ ጸርፊ ኣሽዑ ኢና ዝጸሪፍናያ ብሙልእና ጸሪፍናያ በቃ ኣብ ሶሻል ሚድያ መሕለፊ የለን እዚ ምኽርታት ካብ ወዳት የለ ካብ ኣዋልድ የለ መዓት ምኽርታት በቃ ደጊም ተመኺረን እየን ካልኣይቲ ሂቲ ኣይትርከብን ኢልና ተጽናዕኒዕና ጨጓራና ጸጋጊእና ሓሊፍና ኣይትረውሓ ዝበለና መሳኪን ድሕሪ ክልተ ወርሒ ከዓ ኤልሳ ጓልያቱ ትመጽእ ካብ ናይቲ ኮፒ ገይራተን ዘንግጥማ ዝተወሰና ጥራሕ እያ ቀይራትለን ከም ናይቲ እቲ ሓደ ገጽ ሙሉእ ግጥሚ ጽሒፋ ባዕሎም ይሓለውካ ኢላ ስእለ ድኖታ ተስሪሓ ናይ ባህሊ ክዳን ገዚኣ ራይስ ትገብሮ ወዲ ከዓ ከምቲ ቀዳማይ ኩርዕ ዒሉ ሓቁ እዩ ተኮርዓ እውን ይግብኦ እዩ ካብ መን ይግምት ተተባሃለስ እንታይ ኢሉ ክግምት እረ ግምት ኣቀዲማ እኳ ኤልሳ ብመሰንጀር ናይ መን እዩ ተተባሂልካ ናይ ኤልሳ በል ሰርፕራይዝ ክገብረካ እየ ከይትብሎ ንእሽተይ ንዓኣ እውን ንሞራላን ስምዒታን ክትብል ቅልጥፍ ኢሉ ካብ ኤልሳ ክብል ዝነበረ ወዲ ኣረ ገምት ተተባሃለስ እንታይ ኢሉ ክግምት ሓቁ ከዓ ኣብ ሚድያ እዩ ዘሎ ብዙሓት ይርእዩ እየን ከምኡ ኢሉ ሓሪርና እንደገና ሕጂ ከዓ ኣብ ሚድያ ዋቕ ኛው ኛው ንብለና ተተሓሒዝና በዚ ኣጋጣሚ ኣብዚ ቅድሚ ካሜራ ዕጅ እቲ ስእለ ድኖ ንዓኺ እዩ ትርጉም ዘለዎ እቲ ብፎትኡ ኣስሪሕኺ ናይ ባህሊ ክዳን ገዚእኺ ንዓኺ እዩ ትርጉም ዘለዎ እምበር ናብ ዓዲ ዘለዉ ሰባት ክሕጎስልኪ እንተኾይኖም ሰርፕራይዝ ትገብረኦም እንተኾይንክን ካልእ እዩ ከም ኣብነት ከም ኣይፎን ከም ርብሕ ዝበለ ጥረ ቅርሺ ከም ባጃጅ ከም ስራሕ መሳሊ እዩ ክሐጉሶም ዝኽእል ዘይሕጎስልክን ዘለው ዕጅብ እዚ ዝተዓሸገ ህያባት ክኽፈት ከሎ ንምንታይ ንዓኸን እዩ ሓኒ ዓብዪ ነገር ዘሎ ቀሊል ቅርሺ ከዓ ኣይተውፅኣሉን ንዕኦም ግን ቀሊል ነገር እዩ ንዕኦም ውሑድ ዝተናዓቐ ነገር እዩ በዚ ኣጋጣሚ ሰርፕራይዝ ምግባርክን ዘይተርፈክን ብጣዕሚ ምእንቲ ክሕጎስልክን ልክዕ ከምቲ ኣብ በይኖም ዝገልፁልክን ኣብ ቅድሚ ካሜራ እውን ከምኡ ገይሮም ክገልፁልክን ኣይፎን መሳሊት ኣይፎን ኣብ ዓድና ወዲ ይኹን ጓል ካብ ዝኾነ ነገር ክትገብረሉ በቃ ምንን ኣቢልካ መዓት ኣሽሓት ልዒካ ኣይፎን ክትገዝኣሉ እዩ ዝደሊ ምክንያቱ ኣብ ዓድና ሓያል ናይ ውድድር መንፈስ ናይ ውድድር መድረክ ኣሎ ኣይፎን ተሒዙ ሓደ ወዲ ወይ ሓንቲ ጓል ልክዕ ንብዙሕ ዓመታት ተማሂሮም ፅዒሮም ዝኾነ ዲግሪ ከም ዝሓዙ ስራሕ ከም ዝሓዙ ወይ ከዓ ዝኾነ ዓብዪ ድርጅት ንዓመታት ተንካራቲቶም ሰሪሖም ዓብዪ ድርጅት ከም ዝወነኑ ስለ ዝርእዎ ኣይፎን ተገዚእክሉ ብኣይፎን ሰርፕራይዝ ተገይርክዮ ኣብ ቅድሚ ካሜራ በቃ ዘሎ ጥዑም ቃላት ብዙሓት ናይ ተስፋ ትምኒታት ብዙሓት ናይ ሞራል ምኽርታት ክልግሰልኪ እዩ ልክዕ ከምታ ከጅንጅነኪ ከሎ ዝዛረበኪ ኣብ ቅድሚ ካሜራ ክደግማ እዩ ከምኡ እውን ባጃጅ መሳሊ ምንነቢልክን ባጃጅ መሳሊ ሃኦም ሃኦም ተይልናክን ይሐሽ ምክንያቱ ኣይትሃወኦም ተባሂልክን ወዲ መኺሩክን ጓል መኺራትክን መንፈሳዊ ኣቦ ምሂሩክን መስመዕ ስለ ዘይብልክን ህልኽ ስለ ዝሕዘክን ይመስለኒ ኣነ ሎም መዓልቲ ሃወኦም እየ ክብለክን መፅዮ ማለት እዩ ሃወኦም ስራሕ ክፈታሎም ጥረ ቅርሺ ርብሕ ዝበለ ጥረ ቅርሺ ሃወኦም ኣብ ቅድሚ ካሜራ ክሕጎስልክን ከምዚ ሕጂ ኩምር ኢሎም ዕጅብ ከይበሎም ዝኸፍትዎ ዘለው ከምኡ ገይሮም ኣይኮኑን ክርእይዎ እንድሕር ደኣ እዚ ዝገልጸልክን ዘለኹ ሂክኖም ኣብ ዓዲ ዘሎ ሰብ ገንዘብ ጥራሕ እዩ ዝደሊ ካብ ክዳውንቲ ክትህብኡ ካብ ካልእ ክትህብኡ ርብሕ ዝበለ ቅርሽን እዚ ክገልጾ ዝጸናሕኹን እዩ ካባኽን ካብ ስደተኛታት ዝደሊ ነቶም ኣወዳት እኮ ኣነ ኣይሕዘሎምን ኣይጸላእኽዎምን ንምንታይ ከምዚ ኢሎም እውን ኢለ ብኣኣቶም ኣይሓረቕኩን ምክንያቱ ኣዶ እያ ትኾነሎም ዘላ ማንም ወዲ ባዕለይ ክሰርሐልካ ባዕለይ ክንከራተተልካ ፀሓይ ከይወቕዐካ ንፋስ ከይወቕዐካ ከይትደክም ከይትርህፅ ረሃፅካ ኣፍሲስካ ሓንቲ ቅርሺ ከይትረክብ ኣነ ረሃፀ የፍሲሰ ጉልበተይን ዕድመይን ሰዊአ ኣነ ከናብረካ እንድሕር ደኣ ኢላቶ ዝፀልእ ወዲ ማንም የለን ማንም ኣደ ትኾነሉ ጓል ክረክብ ዝጸልእ የለን ተዋሂቡ ከዓ ኣይደልን ዝብል የለን እንታይ ገድሽዎም ዝንከራተቱ እንታይ ደኣ ገድሽዎም ዝደኽሙ እንድሕር ደኣ እስኺ ደኺምክሎም እንድሕር ደኣ ንስኺ ኣደኡ እኳ ኣደኡስ ክስካዕ ወዲ 18 ዓመት ዝኸውን እያ ዋጋ ትኸፍለሉ እምበር ብድሕሪኡ ተመሊሱ እዩ ንሱ ዝጥውራ ሎሚ ደቂ 18 ሓዳሮም ይገብሩ ኣለዉ ትሕቲ 18 እንዲያም ወፂኦም በቃ ፋሕጠርጠር ኢሎም እንተስ ተሓጊዞም እንተስ ናይ ባዕሎም ስራሕ ከፊቶም ተመሊሶም ወለዶም ዝጠውርሉ ደኣ እዩ እምበር ካብ ዓሰርተ ሸሞንተ ዓመት ዓቕሚ ኣዳም ተበጺሑስ ኣድኡኳስ ካብኡ ንሱ ክሕግዛ ንሱ ክጥውራያ ትጽበ እምበር ካብኡ ንደሓርኳስ ኣዶ ኣይትኾነሉን ኣይትህቦን ንስኺ ግን ወዲ ዒስራን ገለን ዓመት ወዲ ሰላሳ ኣርባዓ ዓመት ኮይሉ ኣዶ ክኾነልካ እንድሕር ደኣ ኢልክዮ እቲ ናትኪ ዋጋ እቲ ናይ ኣፍቃሪት እቲ ናይ ሓንቲ ሰበይቲ ንሰበይቱ ነፍቃሪቱ ክኸፍሎ ዝግብኦ ዝነበረ ዋጋ ክደኽሞ ዝግብኦ ዝነበረ ድኻም ኣደይ ይኽኮነልኪ ኣይትድከሚ እንድሕር ድኣ ኢልክዮ። ወዲ ከዓ ኩሉ ግዜ ሲንግል ዘሎ ዓይነት ስምዒት እዩ ዝስምዖ እምበር ኣፍቃሪት ከም ዘላቶ ኣይስምዖን ምኽንያቱ ኣፍቃሪት ትመስል ምስሊ ስለ ዘይብላ እቲ ወድነቱ እቲ ተፈጥሮኡ ዝእዝዞ ደኺሙ ዋጋ ከፊሉ ክብርቲ ክብረታ ትሕሉ በቃ ሚዛና ትሕሉ እቲ ካብ ሓደ ወዲ ተደኺሙላ ተፃዒሩላ ዋጋ ተኸፊሉላ ክኸፍሎ ዝግበኦ ነገር ከፍ ኢሉ ክስካዕ ዝወስዳ ትጽበ ዘላ ኣፍቃሪት ብሕልንኡ በዒንቱ ክምነያን ክደልያን ይረኣ ብዙሓት ኣፍቃሪት ኣብ ጎኖም ከላቶም ኣዶ ትመስል ኣፍቃሪት ከላቶም ንሓንቲ ብዙሕ መስዋእቲ ዝኸፍሉላ ዘፍቅርዋ ጓል ኣብ ሂወቶም ሒዞም ንምንታይ ከምዚ ገይረሉ ከምዚ ገይረሉ ዝብላ በቃ ንሱ ምስ ኣድኡ ዘሎ ስምዒት እዩ ዝስምዖ ምስ ኣድኡ ዘሎ ወዲ ኩሉ ግዜ ኣፍቃሪት እዩ ዝደሊ ኣፍቃሪት እዩ ዝምነ ምክንያቱ ዋጋ ንኸይኸፍለላ ዋጋኣ ክብራ ንኸይርኢ ዓይኑ ብጥቕሚ ከም ዝዕወር፣ ኣብ ልዕሊኣ ጥቕምን ገንዘብን ንብረትን ጥራሕ ንኽርኢ ባዕላ ስለ ትሽፍኖ፣ ንኸየኽብራ፣ ክብረታ ንኸይሕሉ፣ ደረጃኣ ንኸይሪኦ ኣዒንቱ ባዕላ ስለ ትሽፍኖ ማለት እዩ። ርግጸኛ እየ ሓንቲ ሳልሰይቲ መጺኣ እንደገና ትምርዐወኒ ዲኻ ኢላ ካብ ስዑዲ ዓረብ ኢላ ክትመጸና እያ። ስለዚ ካምኡ ኢልኪ ተዳሊኺ ዘለኺ ግጥሚ ካብ ናይ ኤልሳን ካብ ናይ ቲቲን ኮፒ ጌርኪ ዘለኺ ምኽንያቱ ህልኽ ድዩ ዝሕዘክን ዋላ ኣእምሮኽንስ ዓይንኽን ይርኢ እዝንኽን ይሰምዕ በቃ ዘየጋናዝብ ኣእምሮ ድዩ ፈጣሪ ዓዲልክን እንታይ ንምንታይ ኢኽን ከምኡ ኮይንክን እንድዒ ኣትን ከምኡ ዓይነት ባህርያት ዘለክን ማለት እዩ ስለዚ ካብ ስዑድ ዓረብ ኢልክን ካብ ትመጻ ካብ ጀርመን ካብ ኣውሮፓ ኣሜሪካ ካብ ካልኦት ሃገራት ብዙሓት ሓበሻ ዝተሰደትለን ሃገራት ምርፅ ኣቢልክን ካብ ኣይልክን ንዕነ ናብኦም ኣሸክመኦም ኣጸልመኦም ናባና ግን ካብ ስዑዲ ኢልክን ከይትመጻና በቃ ውርደት ይኣኽለና ብሰንክኽን እዘን ለመንቲ ሰብኣይ ተባሂልና እዘን ብገንዘበን ሕጸ ዝውድኣ ተባሂልና ሓንቲ ትውድእ ተመኺራ ተመኺራ እንተ ሓንቲ ናታ ምኽሪ እናሰምዐት ናታ ጌጋ እናሰምዐት ሓንቲ ከዓ ብገንዘባ ሕጸ ትውድእ እዘን ሕጸ ብቕርሸን ዝውድኣ ንበሃል እታ ሓንቲ ብጥዑማት ቃላት ጥራሕ ተታሊላ ኣሽሓት ናይ ዓመታት ቅርሻ ትሕውል፣ እንደገና እዘን ለጋሳት ጥዑማት ቃላት ጥራሕ ዘታለለን ንበሃል። እዘን ሰብኣይ ከም ፈጣሪ ዘምልኻ ተባሂልና፣ እዘን ሰብኣይ ብገንዘብ ዝገዝኣ ተባሂልና፣ ብገንዘበን ወርቂ ዝሽለማ ተባሂልና፣ ንሕናስ ታይሞ ዘይተባሃልናዮ። ብሓንትን ብኽልተን ብኣሽሓት ትቑጸር ክብርቲ፣ እርምቲ፣ ጠንካራ፣ ጅግና ሃይማኖታ ባህላ ዘይትርስዕ ክብረታ ዝሓለወት መዓት ሓላፍነት ተሸኪማ በቲ ሓደ ይመልእ በቲ ሓደ ይጎድል ንሱ ንክትምልእ ኢላ ዕላማኣ ንክተሳኽዕ ኢላ መዓት ዘይጽወሩ ጸይራ መዓት ዘይከኣሉ ክኢላ ንዓመታት ትቃለስ ብኣሽሓት ትቑጸር ስደተኛ ብኣኽን ብክልተ ብሰለስተ ትዋረድላ ትጽረፍላ ኩሉ ንዓቐያ ኩሉ መፈመሲ ዝጥቀማ ኩሉ ዝሕጭጨላ ኩሉ ዝጸርፋ ኮይና ብሰንክኽን ማለት እዩ ስለዚ ካብ ስዑድ ዓረብ ኢልክን ኣይትምጽኣን ናፍቶም ካልኦት ሃገረ ጸግዓሎም ሓንቲ ሃገር ምርጽ ኣቢልክን ካብ ሃገረ ጀርመን ትምርዐወኒ ዲኻ ልቢ ዕቢኻ ሰብ ኣይትኾነኒ ዲኻ ኢልክን ንዕነ ኣጸልመኦም ንዕኦም ንሳቶም ሓንቲ መዓልቲ ተዘርዮም ብድሕሪኡ ይርስዑ እዮም ንሕና ግን ወርሒ ዝኸውን ክልተ ሰሙን ሰሙን ዝኸውን ኢና ንቕጥቀጥ መሳኪን ዕድልና ምሩር እዩ ስለዚ ካብ ዓዲ ዓረብ ኢልክን ካብ ስዑድ ኢልክን ከይትመጻና እዞም ኣብ ዓዲ ዘለኹም ዩቱበራት እውን ካብ ስዑድ ዓረብ ኢላ እንድሕር ግጥሚ ልኢኻትልኩም ናብቶም ካልኦት ሃገራት ኣጸግዕዋ ናኦም ውሰድዋ ናኦም ናባና ናብ ስዑዲ ኢልኩም ከይተምጽኡልና ንሕና ክንደይ ዝኣክል ሰብ ኣብ ዓዲ ዓረብ ከም ዝርእየልኩምን ሳፖርት ከም ዝገብረኩምን ትፈልጡ ኢኹም ስለዚ ንሕና ሰለማዊ ሰልፊ ዋላ ክንወጽእ ኢና በቃ ካብ ስዑዲ ኢላ ዝመጸትኩም ጓል ካብ ስዑዲ ኢልኩም ከይተምጽኡልና እልለና ጉሂና ኢና ድምጽና ይሰማዕ ይኣኽለና ሓሪቕና ኢና ዝተረፈ ጨጎራ እውን ኣይብልናን ስለዚ ንስኽን ከዓ ሃወኦም ኣይትሃወኦም ተተባሂልክን ስለ ዝሀልኸክን ሃወኦም ሰርፕራይዝ ግበረኦም በቃ ምሃብ ንምሃቡ ርብሕ ዝበለ ነገር ምሃብ ልመዳ ንብለክን ኣለና ንሎመዓልቲ ዝነበረትና ፃንሒ እዚኣ እያ ትመስል ኣብ ቀፃሊ ቪድዮ እስካዕ ንራኸብ ሰሰናይ ንዓኹም ባይ ባይ